ሰላም ሰላም ኩራትን ፍትዋትን ናቻናለይ ቤተሰብ ደቂ ዓበይቲ ዋየ ሃመይ ኒኹምለይ ደሓና ዲኹም? ኣነ ሰላም እያ ንስኻትኩም ድማ ሰላም ክትኾኑ እናተመንኹ ሎም መዓንቲ ኣብ ከተማ ኣድጉዶም ቀጠና ሰለስተ ኢና ንርከብ። ብዙሓት ሕዋተይ ኣብ ቀጠና ሰለስተ ብደንቢ ጌርኺ ነፃ ቦታ ኣልሽና ዝበልኹምኒ ሎም መዓንቲ ነፃ ቦታ እየ ሒዘልኩም መፅ ኣለኹ ማለት እዩ። ቅድሚ ኩሉ ድማ ልቻናለይ ሓደስ ዝኾንኹም ሼር፣ ላይክ፣ ሳብስክራይብ ምግባር ቤተሰብ ሁኑ። ቤተሰብ ዝኾንኩማ ደሓን ችግር የብሉ በዓልኩም የጠፈኩም ራህፀይና ድኻመይ ማለት እዩ ስለዚ ላይክ እናገበርኩም እቶ ኣሕዋተይ ኣብ ልደለኹምዎ ቦታ እንድሕር ቃዕሚ እግንየ ከምፀልኩም ክኽእል እየ ስለዚ ንክላ ጉዳይና ከምቲ ትሪእዎ ኣለኹም ኣብ ከተማ ዓዲ ጉዶም ኮይኑ ቀጠና ሰለስተ ኢና ንርከብ ሎማዓንቲ ዝመንደሩ ብደንቢ ገይርኩም ረእይዎ እንታይ ይመስል ሰሪሕኻ ትበልዖ ዲኻ ንመንበሪያ ክፅቡቕ ድዩ ብዙሕ ነገር በተለይ በተለይ ኣብ ቦታ ክንገዝእ እንድሕር ኮይንና ቦታ ክነማርፅ ኩሉ ግዜ ቪድዮ ሒዘ ለማርፀኩም ኣለኹ መጀመርያ ነገር ለኣየ ደስ ክብለኒ ካልኣይ ነገር ደሞ ለኣኻቱም ለ ደስ ክብለኩም ቦታ ርኢና ኣሳናዲና ሜዳ ድዩ ግድሚ ድዩ ኢልና ኢና ንገዝእ ማለት እዩ እንድሕር ግድሚ ኮይኑ ያው እዚ እንታይ ክነብረሉ ሰሪሕኻ ዘይብሉ ዓዲ ታክኾን ኢልና ክንሓጎ ንኽእል ኢና ስለዚ ኣነ ውን ምስቲ ደስ ክብለኒ ጽቡቅ ሓበሬታ ስለ ሒዘልኩም ንመጽእ ኢየ ከምዚ ገይረ ቪድዮ ብደንቢ ገይረ ልኻርጽ ኣለኹ ማለት እዩ ስለዚ እንታይ እየ ክብለኩም ደልየ ከምቲ ትርእይዎ ኣለኹም ሰፈሩ ብጣዕሚ ደስ ልብል ኣካሪኻ ተወልዐሉ እንደገና ድማ ሰሪሕካ ገዛኻ ክትነብረሉ እዚ ከምቲ ትርእይዎ ኣለኹም ኣባጋብር ቤተክርስትያን እዩ ብጣዕሚ እዩ ደስ ዝብል እዚ ቦታ እዚ ማለት እዩ እዚ በዓል ገዛ ካበይ ላበይ ክወስደና እዩ? እታ ቦታኸ እንታይ ይመስል? ክንደይ ካሩ እዩ? መነሻኸ ክንደይ ይብልዎ ኣለዉ? እዚ ቪድዮ እስካ መጨረሻ ስምዕዎ። ስለዚ ንኸድላ ጉዳይና ከምቲ ትሪእዎ ኣለኹም በዓል ገዛ ይኸድሎ እዩ። ቀስ እናበለት መንደር እዩ ዘርእየና ኣሎ። እንደገና እቲ ሰፈር ልዋዓለ ደስ ክብሉ ልኣናለ ደስ ክብለና ኣሎ። ርእይዎ እቲ በዓል ቦታ ማለት እዩ ርእይዎ ቀጥ ብሉ ክወስደና ኢላ እዛ ቦታ ተመልከቱ። ገድም እዛ ቦታ ክንደየናይ ምስፍሓቱ ምኾነ ብደንብ ጌርኩም ርእይዎ። ረእዎ ተመልከቱ ያው ቃሪብና እኔና እዚ ቦታ ብደንብ ገይርኩም ረእዎ ብጣዕሚ ብጣዕሚ ካብ መጠን ንዓቐብ እዩ ሰፊሕ ምክንያቱ ሰለስተ ሰብ እጃም ኢልኩም ትገዝእዎ ትኽእሉ ኢኹም ክልተ ሰብ ወይ ዶ ትገዝእዎ ትኽእሉ ኢኹም ኣሕዋተይ ሓደ ሰብ እኳ ያው ንእሽተን ክብል ይብል እዩ ብጣዕሚ እዩ ለሰፊሕ ረእዎ መኒ ኣይመስለኩም ትርእይዎ ኣለኹም ዶ ፅንሑ ከዝርኣዩ ትሪእዎ ኣለኹም ዶ እዚ ትሪእዎ ኣለኹም ዶ ትሙእ ረእይዎ ረእይዎ እዚ ሙሉእ ማይዳ ማለት እዩ ርእዩ ጠቃ ሓሸዋ እኒኦ ይመስለኒ ይረእ ኣሎ ረእይዎ እዚ እዩ እዚ ቦታ ረእይዎ እዚ ክንደይ ካር መስልኩም ኣሕዋተይ ሓሙሽተ ሚእቲ ካር እዩ እዚ ረእይዎ ብደንብ ጌርኩም ማለት እዩ እቲ ሰፈሩ እውን ከዚ ስራሓለ ገዛ ልደለየለ ፎቆ ስርሕሎ ልደለየለ ሰራቤት ዝስርሕሎ ከምቲ ትሪእዎ ኣለኹም ኩሉ እንዲያም ብጎድናሲ ሓድሽ ስራት እኒኦ ኩሉ እዚ ሓድሽ እዩ ረእይዎ ረእይዎ እቲ ቦታ ረእይዎ እዚ ስራሓለ ገዛ ያው ሓደ ተሃዲሙ እኒኦ እስካብ ሳልሳይ ወፂኡ እኒኦ ማለት እዩ እና እንታይ ክብለኩም ደልየ እዛ ቦታ ነፃ ቦታ እያ ሓሙሽተ ሚእቲ ሓሙሽተ ሚእቲ ካርስ ብጣዕሚ እዩ ደስ ዝብል ኣሕዋተይ ብጣዕሚ እዩ ድማ ሰፊሕ ስለዚ ሓሙሽተ ሚእቲ ካሪ መበገሲ ዋጋ ክንደይ ሃምብዎ ኣለዉ ኣሕዋተይ ሓሙሽተ ሚልዮን ማለት እዩ ብጣዕሚ እዩ ደስ ዝብል እዚ ቦታ እዚ ብጣዕሚ እዩ ደስ ዝብል ኣካሪኻ ትወልዐሉ ከም ተዓንተወሉ ዝበልኩኩም ቦታ እዩ ወሳኒ እዩ ቅርሺ ካብ ውርለ ኮነሲ እቲ ቦታ እዩ ዋዕሉ ዝውስኖ ማለት እዩ ስለዚ ንሚእቲ ካሬ እስካብ ሓደ ነጥቢ ይብልዎ ኣለዉ። እዚ እዚ ቦታ እዚ ያው ኣንጎሎ እዚ ፅርጋ ትሪእዎ ኣለኹም ዶ እዚ ዋዕሉ ፅርጋ እዩ ሓዱሽ ፅርጋ ፀረግሎ ማለት እዩ። እዛ ቦታና ከዓ ኣብታ ፅርጋ እያ ንላ ትሪእዎ ኣለኹም ዶ ኣብታ ፅርጋ እዚ እዚ ፎቅ ተሰሪሑ እኒኦ ዋዕሉ ላብ ፅርጋ እዩ ደቂ ኣፉ ላብ ፅርጋ ኩሉ ነገር ላብ ፅርጋ ምክንያቱ ዝኾነ ነገር ክትኸፍተሉ ድማ ፅርጋ ልሓዘ ስለልኾነ ጠለብ ይከን ማለት እዩ። ስለዚ ናይ ስራሕ ቦታ እውን ብጣዕሚ እዩ ሓሪፍ ስለዚ ሓሙሽተ ሚእቲ ካሬ እስካብ መበገሲ ዋጋ ድማ ሓሙሽተ ሚልዮን ይብልዎ ኣለዉ በዓል ገዛ ብልበለፀ ቁፅሪ ስልኪ ድማ ኣብ ታሕቲ ክሓድገልኩም እዮ ካብቲ ናስኳል ልበለፀ ናይ ደላሎ ስልኪ ስለልሓድገልኩም ላብኣቶም ደው ኢልኩም ክትረዳድኡ ትኽእሉ ኢኹም ረይዋ ውልዕ ኢሉ ገዛና መፅኡ እዮ ማለት እዩ እቲ ቦታ ብጣዕሚ ብጣዕሚ እዩ ሰፊሕ ከምቲ ትርእይዎ ኣለኹም እዚ ቦታ ፍልይ ዝበለ እዩ ስፍሓቱ እንግዲህ ሓሙሽተ ሚእቲ ካርስ ብጣዕሚ ብጣዕሚ ሰፊሕ እዩ እዚ ስልሰለስተ ሰብ ለመሓዳደር ወይ ደሞ ለኸልተ ሰብለ የመሓዳደሩ እዩ ሰለስተ ለኸልተስ የመሓዳደሩ እዩ ሚሚት ኣርባዓ ካሪ እንግዲህ እውን የኹም ሰለስተ ሰብ በቂት እዩ መባል ደልየ እየ ስለዚ ቃዓሚ ለለኩም ኣሕዋት ኢለ ሓደ ሰብ ክትገዝእዋ ትኽእሉ ኢኹም እዚ ደጊመ ደጋጊመ ልብለኩም ፕላን ገዛ ንዓሉ ልሓዘ ካርታ ኣለዎ ኮይድኩም ብቻ ኣብዛ ቢሮ ፈሪኹም ምውሳድ እዩ እንደገና ቦት እውን ብደንቢ ገይረ ኣርእየኩም እኒኹ እዚ ቦታ ከመይ እዩ እንታይ እዩ ኣብ ጥቕኡ እንታይ ይስራሕ ኣሎ ፍቕዱ እዩ እኒኦ ሰራቪዝ ድዩ እኒኦ ስለዚ እዙይ ቀጠና ሰለስተ ይበሃል ኣብ ዓዲ ጉዶም ማለት እዩ ትፈልጥዎ ትፈልጥዎ ኢኹም ዘይትፈልጥዎ ለ ደሓን ችግር የብሉይ ቦቱ ሪኢኹም ክትኸዱ ትኽእሉ ኢኹም ኣሕዋተይ ስለዚ እዙይ ትርእዎ ኣለኹም ዶ እዚ መንገዲ እዙይ እኒኦ በቃ ሰፊሕ መንገዲ እዚ እሞ ሓድሽ መንገዲ እዩ ከዚ ብጣዕሚ ይፅረጉ ኣሎ ትርእይዎ ኣለኹም ዝፉቕ እዚ ዝፉቕ እዚ ከዚ ደገ ኣፉ ላፅርጋ ገይሮም እዮም ሰሪሖምዎ እኒው እታ ቦታና እውን ኣብ ኣያኒያ ምስ በዓላ ማለት እዩ ረእይዎ እዚ ቦታና ስቅ ገዛ ለይተሰረሐ ኮይኑ እዩ ለይረኦ ኣሎ ጥውይ ኢሉ እዩ ለርእየና ኣሎ በዓል ገዛ ማለት እዩ ረእዎ ብጣዕሚ እዩ ሰፊሕ ረእዎ ከዚ ከምዚ ገይሩ ጥውይ የቢሉ ከርእየና እዩ ማለት እዩ ለኣኻቱም ደስ ክብለኩም ለይገብሮ ነገር የለይ ስለዚ ኣሕዋተይ እንድሕር ተመችኩም ላይክ እናገበርኩም እተው ማለት እዩ ረእዎ እዚ ረእዎ

ስለዚ ከይተምልጠልኩም እዛ ቦታ እዚኣ ማለት እዩ ከይተምልጠልኩም ስለዚ ብልበለፀ ቁፅሪ ስልኪ ኣብ ታሕቲ ክሓድገልኩም እየ ደውልኩም ንበዓል ገዛ ክትረዳድኡ ትኽእሉ ኢኹም ያው ድርድር ለ ኣለዎ እዩ ኢሎም ንኔው ምክንያቱ ንድሕር ድርድር ሃልዎ ድርድር ኣለዎ እዩ እዮም ንብልኒ ድሕር ድርድር ደውሉ ደማ በቃ እዚ ኣያ መነሻ ዋጋ መጨረሻ እስካብ መጨረሻ ምባል ደልየ እየ ድርድር ክትደራደሩ ትኽእሉ ኢኹም ተደራድርኩም ለ ንእሽተን ክተጉድሉ ትኽእሉ ኢኹም ንባል ደልየ እየ ኣሕዋተይ ኣብዚ ኣብዚ ቁጽሪ ስልኪ ልሓድጎልኩም ኣሕዋተይ እንድሕር ክትገዝኡ ተደሊኹም ብብቃዕምኹም እዩ ጉድል ሓሙሽተ ሚእቲ ካሬ ጉድን ሰለስተ ሚእቲ ካሬ ይኾኒ ሚእቲ ካረ ኣሎ ሚእቲ ዕስራ ሓሙሽተ ካረ ኣሎ ከም ከም ድልዮትኩም በቃ በዓልኩም ማለት እዩ ከዚ ኣብዛኛው ሰብ ታይ ይብል ካብ ነባር ትሕዝቶ ክልተ ሚእቲ ሂብካ ክትገዝእ ሚእቲ ካሬ ወይ ደሞ ሲሳ ካሬ ምግዛእ ይሕሽ ምክንያቱ ኩሉ ግዜ ገዛ ክተስርሑ ትኾይንኻ ከም ልበኻ ኣይተስርሒ መኣዝ ኾን ይመፅእ ካርታ መኣዝ ኾን መሃንዲስ ይወቕዖ ገዛ ተስርሕለይ ኸ ክፈርስ ዶ ይኾን ኢኻ ኣብ ክልተ ኢኻ ርእስኻ ትብንጨር ማለት እዩ ከዚ ኣብዛኛው ኣብዚ ሕዚ ሰዓት ሰብ እንታይ መሪፁ እኒኦ በቃ ህንዲ ለሃብካ ሂብካ በቃ ዋላ ሚእቲ ካረ ትኹን ግን ከዓ ካርታ ለለዎ ይኹን እዩ ዝብሎም ኣሕዋተይ ካርታ ለለዎ እንድሕር ደሊ ክንክንኹን ሚእቲ ዕስራ ሓሙሽተ ኢለኒ እዩ ሚእቲ ካር ለኒ እዩ ክልተ ሚእቲ ሓምሳ ይካርልኒ እዩ ክልተ ሚእቲ ለካርኒ እዩ በቃ ሃም ሃፍተ ግነትካ እዩ ለለካ ዓም ተሃሊካ ሓሙሽተ ቤት ካርለ ትገዝእ ትኽእል ኢኻ ተሃሊካ ለ ክልተ ሚእቲ ካርሎ ንእሽተ እንተሃሊካ ከዓ ሚእቲ ካርኒዮ ሚእቲ ዕስራ ሓሙሽተ ካርኒዮ ሲሳ ካርኒዮ ከም ቃዓምካ እዩ ሕዋተይ ስለዚ እንታይ እየ ክብል ደልየ ምግዛእ ንምግዝኡ እኳ እስካብ ሚእቲ ካሬ እስካብ ሚእቲ ዕስራ ሓሙሽተ ካሬ እዩ ምግዛእ ፅቡቅ እምበይ ኣብታ ናይ ሰብዓ ካሬስ ወይ ልፉቅ እያ እምበይ ሰራቤዝ ክተስራሕ ኣሕዋተይ በተለይ በተለይ ደቂ መዳምስ ሰራቢት ክነስርሕስ ኣብ ሰብዓ ካረስ ምንም የብላይ ቢያንስ ሓንቲ ገዛ እያ ተሰርሐት ሰብዓ ካረስ ሓንቲ ገዛ ወይ ደሞ ሓንቲ ሽንቲ ቤት ተወስኻላ እምበይ ብጣዕሚ እያ ፀባብ ስለ ፀቢ ዝኾነ እዮም ሃምቲ ገይሮም ንላዕሊ ዝሰርሕዎ ኣለዉ ሰብዓ ካር ማለት እዩ ብጣዕሚ እዩ ሰፊሕ ስለዚ ፎቅ ስለ ዝኾነ ክልተ ኣብ ታሕቲ ክልተ ኣብ ሳልሳይ ኣብ ካልኣይ ገይሮም ከዓ ስቑ ኢሎም ይሰርሕዎ ማለት ብጣዕሚ እያ ፀባብ ሰብዓ ካሬ ስለዚ እንድሕር ክትገዝኣ ተኮይንክን ሚእቲ ካሬ ወይ ደሞ ሚእቲ ዕስራ ሓሙሽተ ካሬ በቃ ካብ ሚእቲ ልዓቐ ካብ ሚእቲ ልታሕትስ ከይትገዛ ሽዶ እንድሕን ሰራቪስ ክተስርሓ ተኮይንክን ማለት እዩ እንድሕር ሃምዚ ሰብዓ ካሬ ብሊዝ ገለታት ተኮይኑ ግን ደሓን ችግር የብሉ ሰብዓ ካሬ ከዚ ብሊዝ ብጣዕሚ እዩ ፅቡቅ ማለት እዩ ምክንያቱ ፎቅ ተስርሖ እትኸዲ ዓሚ ዘለክን ዩ ማለት እዩ ናይ ሎሚ ዓንቲ ወዲየን ኣሕዋት እየ እዚኣ ትመስል ነይራ ብካሊእ ቪድዮ ስካዕ ካል መፅእ ሰናይ ደቂ ዓበይቲ ዋየ ከምዛ ዝበልኩኩም ግን ላይክ እናጎርኩም ሼር እናጎርኩም እተው ባይ ባይ